ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሔር ምሳኹም ይኹን። ናይ ሎም መዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናኡ ባለይ ግን እቶም ሓደሽ ጫት ዘለኹም ላይክ ሳብስክራይብ ኮም እንዳገበርኩም ነዚ መዓልታዊ ሒዘ ዝመፅእ ቪድዮታት ተኻፈልቲ ክትኮኑ ብክብሪ ዕድመኩም እቶም ምሳይ ፀናኹም ከዓ ከም ቀደምኩም ምትብባዕኹም ኣይፈለየኒ እዚ ቪድዮ ብላይክ ጀምርዎ ናይ ሎማዓንቲ መደበይ እምበኣር ሒዘልኩም መጺኤ ዘለኹ ክቡራት ኣሕዋተይ ኣውደኣመት ፋስጋ ይቐርበና እዩ ዘሎ። ንኣውደኣመት ከኣ ብሓንሳብ ኮይና ንዳሎ ማለት እዩ። ምክንያቱ ኣቐድም ኣቢልና እንተዘይተዳሊና ምስ ቀረበ ብዙሕ ነገራት ብፍላይ ንደታት ንደቂ ኣንስትዮ ኣኺሉ እዩ ዝተርፈና ማለት እዩ። ኣቐዲምና ክንገብሮ ዝግበኣና እንተጌርና ግን ብጣዕሚ ጽቡቕ እዩ ማለት እዩ። ሕጂ ከምዚ ትርእይዎ ዘለኹም ኩሉ ግዜ ዝኾነ ዓይነት ክንገዝእ ከለና ኣብዚ ሓቢልና ብሓንሳብ ጌርና ነቲ ገንዘብና በረከት ኣለዎ ከምዚ በብሓደ ሓደ ሓባ ክልተ ሓባ እንዳገበርና ክነብሎ ከለና ክንገዝኦ ከለና ናብዚ ሓቢልና ኣብ ገዛና ከሎን በበይኑ እዩ ማለት እዩ ብጣዕሚ ጽቡቅ እዩ ሕስር ክብል ከሎ ዝኾነ ዓይነት ማለት እዩ ካብ ዝተፈላለየ ንገዝኦ ሕስር ክብል ከሎ ኣብዚ ሓቢልና ግዝእ እንዳበልና ማለት እዩ ሕጂ እዚኣ ባኮ እዛ ንእሽተይ ክንከፍታ ኢና ቀዲምና ማለት እዩ ዳርጋስ ዝተረፈኒ የለን ኢለ እንዴ ሓሲበ ሓሳሲበ እተን ዘድልያኒ ዝኾና ኩለን እየ ጥርፍርፍ ኣቢለየን ዘለኹ ማለት እዩ እንታይ ኣዚዘ ኣለኹ ከኣ ሕጂ ብዙሓት ይሕዋት ከኣ ክቡራት ኣሕዋተይ ብጣዕሚ ኢኽን ብፍላይ መሰንጀር እንዳገበርክን ሰላም ሓፍትና ቅድሚ ሕጂ ኣድራሽኦም ሰዲድክልና ኔርኪ ሕጂ ከኣ እቲ ቪድዮታት ተጸቃቂጡ ኣይንርእዮን ኣለና እሞ ስደድልና እንዳበልክን ብጣዕሚ ትጽሕፋለይ ትድውላለይ ማለት እዩ ዳርጋ ሕጂ መሰንጀር ፌስቡክ እቲ ኣብቲ ዩቱብ ዘሎ ትሕቶሲ ከምዚ ኣብቲ ዩቱብ ዘሎ እንዳኮነት ዳርጋ ምክንያቱ በቲ ናይ ደገ ስራሕ ትሰርሕ በዚ ከም ትርእዮ ዘለክን ብዝተፈላለየ ቢዚ ስለ ትከውን እቲ ማለትሲ ክንረክ ባዕልና ደሊና ክንረክቦ ንክእልስ ክነብል ኣለና ማለት እዩ ኣብቲ ውሽጢ እትው ኢልና ኣብ ክልተ ሰለስተ መዳይ ይኸውን እቲ ኣድራሻ ገይረልክን ማለት እዩ ብዙሓት ግን ከምኡ እንዳበልክን ትድውላለ ኢክን ደጋና ከምዚ እንታይ ዝበሃል ከ ኣለዎም ድዩ መጎጎታት ከ ይሕዙ ድዮም ዋስ መጎጎ እንዳበልክን ብዙሓት ተሓታኒ ኢኽን ማለት እዩ ሕጂ ድሓን ኣድራሻ ክገድፈልክን እንድየ ክቡራት ኣሕዋተይ ብዝያዳ ግን ትንክእሎ እቲ ቪድዮታት ሰሪሐዮ ከለኹ ኣብቲ ውሽጢ እትው ኢልና ማለት ብዙሕ ዋላ ብከምዚ ጥራይ ዘይኮነሲ ከምዚ ተማሳሰሉት ሕቶታት እቲ ቪድዮታት ጽቡቅ እንፎርመሽን ሕሊፍካ ጽቡቅ ሰሪሕካዮ ከለኻ ከምኡ እዩ መጺኡ ማለት እዩ ሕጂ በቲ ኣብ ኢንተርነት በቲ መሊስካ ኣብ ዩቱብ ትነጥፍ መሊስካ በቲ መሰንጀር እንደገና እቲ ሕቶ ከዓ ከምዚ ፍልይ ዝበለ ገለ ዘይኮነ ተመሳሰሊ እንዳኾነ ማለት እዩ። ስለዚ ክቡራት ኣሕዋተይ ኣብዚ እንታይ ዛንእሽተይ ባኮ እንታይ ሒዛ ኣላ ዳጉሻ ዳጉሻ ተደሊና ስዋ ጉዕሽ እንተደሊና ስዋ ፅራይ እዚኣ ቀያሕ ትሪኣ ዘለኽን ከዓ ስፕሬይ ማለት እዩ ስፕሬይ ናይ ገዛ ጨና ብጣዕሚ ክሳብ ሳልስቲ በቃ ኣይትኸይድን እያ ሓንሳብ ምስ ገበርካዮ እቲ ገዛኻ ጨናእኸ ብጣዕሚ ፅብቕቲ ፈትየያ ማለት እዩ ዳርጋ ብውሕድ ሲ ንክልተ ዓመት ብውሕድ ማለት እዩ ዳርጋ ሰለስተ ዓመት ገፁ ዝተጠቐምኩሉ ከዓ እዚ ብጣዕሚ እታ ዘይቲ እኳ የላን እንዲ ኣብዚ እዚ ታእርሽሙ ዘለዎ ዘይቲ ዝጥቀም ኣነ ማለት እዩ ከምዚ ኣብ ዓኸ ገለ ዘለዎ ናይ ኣጎር ኮይኑሲ ንሳ ትሰማማዓኒ እዚኤን ከኣ ሻምቦን ትሪንትመንት ማለት እዩ እዚ ሓንቲ ከዛ ዝረኣኽን ኣኸ እንታይ ድያ ፋፋ ክብራት ኣሕዋተይ ፋፋ ትበልዓ ተደይኽን ካለክን ፋፋ ከኣ ንወለት ክጥዕም መዓት እዩ ፋፋ ተደሊኽን ኩሉ ኣለና ማለት ኩሉ ማለት ሲ ክተብል ተደሊሓስ ኣሎ እዩ ኣብ እንዳ ሓበሻ ዘይሕዝዎ ነገር የለን ገሪምና ኣነስ ብጣዕሚ እዩ ዝገርመኒ ብዝኾነ ከም ትሪእዎ ዘለኹም ንፀጉረይ ብጣዕሚ ሻምፖ እዚአን እዘን ትሪትመንቲ እዚአን ብጣዕሚ እየን ፈትየየን ማለት እዩ እታ ዘይቲ ስለ ዝፀንሐኒ ሕጂ እንታይ እየ ዝገብር ኣነ ከምዚ ሓደ ሓደ ግዜ ከምዚ ምሻ ኣሎ ገሊኡ ውድእ ይብለካ ገሊኡ ከዓኒ ዘለካ ይኸውን ሕጂ ሰብ እንዳ ሓበሻ ዝኸይድ ተማልእ ማለት እዩ ክልተ ሰለስተ ሓባ ገለ እንዳ ገበርካ መብዛሕቲኡ ግዜ ግን ከምዚ ጌረ ኣብ ዛሕ ኣቢለ ብ ሓንሳብ በረከት ኣለዎ ይጎድል ካኣ ማለት እዩ ናይ ምጉዳል ዋጋ ውን ይገብር ዋላ ኣብ ናይ ስፖር ማርኬት ጻዓዱ ንገዝኦ ዋላ ኣብ እንዳ ሓበሻ ንገዝኦ የጉድልዎ ሕጂ ኣብ ዛሕ ኣቢልና ክንገዝኦ ከለና ካኣ ብጣዓሚ ጽቡቅ እዩ ማለት እዩ። ሕጂ ክቡራት ኣሕዋተይ ከምዚ ትርእይዎ ዘለኹም ቀይሕ ጣፍ ዘሎ ጻዕዳ ጣፍ ዘሎ ሸነነነነን ዝበለ ንፋስ ስጋ እስኪ እንታይ ከነውፅእ ክሳብ ሽዑ ደኣ ከኣ የፅንሓና ጻዕዳ ደይሓይሽ ቀይሕ ደይሓይሽ እንዳበልና ክቡራት ኣሕዋተይ ክንሰርሕ ኢና ማለት እዩ። እዛ ካልኣይቲ ባኮ ከዓ ቀስ እንዳበልኩ ከፊተያ ፅቡቅ ገይሩ ዕሽግሽግሽግ ኢሉ እንድዩ ሕጂ እንታይ ዝበሃል ማለት እዩ? እዚ ከዓ ብእውነት እዚ ቡን ማይ ዝመስል ቡን ክፅብቕ ብጣዕሚ ፅቡቕ ኣነ ከምዚ ንኸፍሉ ሐወተ ዘይኮይን ምስታይ ኣይፈቱን እየ ቡን ኣይፈቱን እየ ቡን ማለት እዩ ከምዚ ንኸፍልሓ ዋላ ከምዛ ወልፊ ዘለኒ ኸ ዋላ ፈሊሓ ተቐዲሓ ገለ ክትርኢ ከለኻ ብጣዕሚ ደስ ትብለኒ ማለት እዩ ፅብቕቲ ክትኮን እታ ቡን ብሓፈሻ ግን ከምዚ ጽቡቕ ቡን ክርኢ ከለኹ ወይ ፈሊሑ ክቕዳሕ ከሎ ወይ ከኣ ከይተቐሎ ከሎ ከምዚ ማለት እዩ ብጣዕሚ ደስ ዝብለኒ ማለት እዩ። ዋላ ፍቕሪ ናይ ቡን ምስታይ ኣይሃለወኒ እምበር ኣብዚ ከኣ ከም ትርእይዎ ዘለኹም ከኣ ንሃለኩም ስገም ስገም ከኣ ንሃለ ሕጂ እንተደሊና ካብቲ ምሸላ፣ ካብቲ ጣፍ፣ ካብቲ ስገም ቅጫና፣ ካብዚ ፊኖታት ውጽእጽእ ኢልና ሕጂ ከኣ እሞ ገለ ዓይነት ናይ ምጉዳል ዋጋ ገይሮሞ እንድዮም ከም ትርእይዎ ዘለኹም ኣብዚ ሓቢለ ገዚኦ ዘለኹ ሕጂ ከኣኒ ካብቲ ሕውስውስውስ ኣቢልና ካብ ሱፐር ማርኬት ከድና ፀሊም ነገራት ሓሩጫት ኣሎ በዓል ድንኩን ሚል ንገዝኦ ማለት እዩ ናይ ጥዕና ዝኾነ ኣሎ ካብኦም ፂና ናብዚ ሕውስ እንዳበልና ካብዚ ፕላስቲክ ዝኾነ ፊነታት ውፅእ እንዳበልና ማለት እዩ ክብራት ኣሕዋተይ ክንጥቀም ክንክእል ኣለና ሕጂ እውን ድሓን ኣድራሻ ክገብረልኩም እየ ዘም ኣሕዋተይ መዓረይ ምክንያቱም ዋላ ትፅሕፋለ ኢኽን ብዩቱብ እውን እንደገና ከዓ ብብዝሒ ትድውላለ ኢኽን ከምዚ ጌርኪ ሰሪሕኪ ኔርክስ ስኢናዮ ተቐቢሩ። ምክንያቱ መዓልታዊ እየ ዝሰርሕ ቪድዮታት ከም ትርእኒ ካብ ሰኑይ ክሳብ ዓርቢ ዘሎ ቀዳመ ሰንበት እውን ሓደ ሓደ ግዜ እቲ ቪድዮ ክትስእንኦ ትኽእላ ኢኽን ግን ከዓ ኣብኣ ኣላ ድልይ ድልይ ድልይ ኣቢልክን ርኽብ ክተብላ ትኽእላ ኢኽን። ሕጂ እውን ፀገም የብሉን ዘን ሕዋተይ ኣድራሻ ክገድፈልክን እየ ትረፍዶ ናይ ኤርትራውያን ናይ ሕዋትና ናይ ተዛረብቲ ትግርና ከማናሲ ዘዝገዛእናዮ ናይ ኣማዞን ድዩ ዘዝገዛእናዮ ናይ ጸዓዱ ናይ ዝተፈላለየ ድዩ ከምዚ ሓሲር ኣለትክን ከምዚ የለትክን እንዳበልናሲ ንገብሮ ኢና ማለት እዩ። ስለዚ ዘንሕዋተይ ሕጂ እውን ክገብረልክን እየ ተጠቐማ ጥራይ። ብዝኾነ ከምዚ ትርእዮ ዘለኽን ይመስል ኣስቤዛና ብጽቡቅ ይበላዕ ንበረከት ይኩነልኪ ሰላም ሓፍትና ከምዚ ጌርኪ ግን ጽልጽል ኣቢልኪ እቲ በይዛ ከተርእይና ዘለኺ ኢልክን ምጽሓፍ ኣይትሕመቃ ኢኽን ዘንሕዋተይ ንሎማዓንቲ ኣብዚ ክኣኽለኒ እዩ ጀሚረ ክሳብ ዝውድእ ዝተኻታተልኩምኒ ካብ ልበየ ዘመስግነኩም እዚ ቪድዮ ክትኣቱ ከለኹም ላይክ እንተረሲዕኹም ክትወጽ ከለኹም እውን ላይክ ኣይትረሲዑ ዘምሕዋተይ ንጽባሕ ብኻልእ ቪድዮ ክሳብ ዝምለሰኩም ሰላምን ጥዕናን ኣብ በብዘለኹሞ ሰሰናዩ።